ኣነ ኣምላኽ ይመስገን ጽቡቕ ኣለኹ ንስኹም ከኣ ከማይ ክትህልዉ ናይ ወትሩ ተስፋ እዩ እዚ ዘቕርበልኩም ዘለኹ መደባት ሓጋዚ ኮይኑ ክትረኽቦ ተስፋ ኣለኒ ሓጋዚ ኮይኑ ተረኪብኩሞ ሸር ላይክ ሰብስክራይብ ኣይትግደፉ ዝኾነ ይኹን ርእይቶ ወይ ነቐፌታ ተለኹም ከኣ ኮመንት ጽሓፉለይ ንትህቡኒ ሃናጽ ርእይቶን ምትብባዕን ከይመዝግንኩም ክሓልፍ ኣይደልኒ ግዜ ሰዊኤ ክሕግዘኩም ዝፍትን ማለት በቲ ዓቕሚ በቲ ዓቕመይ ዘፍቅዶ ቋንቋ ጀርመን ዝፈልጦ ክሕግዘኩም ይፍትን ኣለኹ ንስኹም ከኣ ሸር እንዳገበርኩም ነዛ ቻነል ንክትዓቢ ንክትተሓባበሩኒ ብትሕትና ይሓትት ማለት እዩ። ሕጂ ዘረባ ከየብዛሓልኩም ዳይረክትሊ ናብቲ ናይ ሎሚ ትምህርትና ክንኣቱ። ናይ ሎሚ ትምህርትና ብዛዕባ ኣኮስቲቭ ን ዳቲቭ ን ክኸውን እዩ። እዚኣ ቪድዮ ቁሩብ ንውሕ ዝበለት ቪድዮ ክትከውን እያ፣ ቁሩብ ዓቕሊ ከድልየና እዩ ማለት እዩ። ሕጂ እዚ ኣርእስቲ ሓደ ገፊሕ ኣርእስቲ ስለ ዝኾነ ነቲ ፍልልይ ናይ ኣኮስቲቭኒ ዳቲቭኒ ማስ ማስ ትጥቀመሎም ክርእየኩም እየ ማለት እዩ ፕሪፖዚሽን ገዲፍካ ማለት እዩ ናይ ፕሪፖዚሽን ካብ ድመፅእ ዘሎ ትምህርቲ ከቕርቦ ክፍትን እየ ድሕርጃ ከቕርቦ እየ ማለት እዩ ሕጂ ዳይሬክትሊ ግዜ ከይቀተልና ናብቲ ትምህርቲ ክንኣቱ ኦኬ ሕጂ ብዛዕባ እምብሽትምቲ ኣርቲክል ክንርኢ ኢና ማለት እዩ ዲያ እምብሽትምቲ ኣርቲክል ዝበሃሉ እዚኦም እዮም ከምዚ መስል ማለት እዩ ተሰራርዖም በዚ እቲ

ብምርኣይ ነዚ ቪድዮ ክትረኽቡ ትኽእሉ ኢኹም። ኣብኡ ብዛዕብኡ ሰፊሕ ዝኾነ ኣርእስቲ ኣቕሪበ ነይረ፣ መኣስ ብሽትምቲ ኣርቲክል ንጥቀም፣ መኣስ ብሽትምቲ ኣርቲክል ንጥቀም፣ መኣስ ኢና ኡም ብሽትምቲ ኣርቲክል ንጥቀም ኣብኡ ኣውሪደዮ ኣለኹ ማለት እዩ። ካልእ ኣብ ኣኮስቲቭ ንዳቲቭ እንታይ ኣለና? እዚ ፐርሰናል ፕሮኖምን ኣለና። ኣብዚ ኸኣ እዚኦም እሽ ዱ ኤያ እዚ ኤስ ቪያ ኢያ እዚ ዘሎ ኣቲ ኣኮስቲቭ ክንቅይሮ ከለና ንኣብነት እሽ ነበረ ምሽ ይኸውን ኣብ ኣኮስቲቭ ኣብ ዳቲቭ ካብ ሚያ ይኸውን ዱድ ነበረ ዲሽ ይኸውን ኣብ ኣኮ ስቲቭ ከዓ ዲያ ይኸውን ከምኡ እናለ ኩሎም ወርዱ ማለት እዩ ኣብ ቪያ ክልቲኡ ማዕረ እዩ ኣብ ኣኮ ስቲቭ ንዳቲቭኒ ኡኑስ ይኸውን ኣብ ኢያ ከዓ ክልቲኡ ሓደ እዩ ኣብ ኣኮ ስቲቭ ንዳቲቭኒ ኦሽ ይኸውን ማለት እዩ ኦኬ እዚኣ ከዓ ተረዲኣትኩም ክትከውን ተስፋ ገብር ማለት እዩ እቲ ፍልልዮም ኣብዚ ርኣይዋ ኣብ ፐርሰናል ኣብ ፐርሰናል ፕሮኖመን ኣብ መንጎ ኣኮስቲቭኒ ዳቲቭኒ ከምዚ መስልቲ ፍልልዮም

ነተ ክትሕዝዎም ተደሊኹም ማለት እዩ ነቶም ኣኩስቲ ቨርቨን ክትሕዙ ይትኽእሉን ኢኹም ነቶም ዳቲ ቨርቨን ክትሕዙ ኣለኩም ማለት እዩ ሸምዲትኩም ክትሕዝዎም ተደሊኹም ማለት እዩ ከምዚ ኣውሰን ዲሲለርነን ማለት እዩ ሕጂ ሸምዲትኩም ክትሕዝዎም ተደሊኹም ነዞም ዳቲ ቨርቨን ማለት ዳቲ ቨርቨን ዳቲ ቨርቨን ውሑዳት እዮም እዚኦም ኣብ ዝፅሒፈዮም ዘለዉ ኣብ መብዛሕትኡ እዋን ንጥቀመሎም ዳቲቭ ቨርብን እየ ፅሒፈዮም ዘለኹ ምዞም ቨርብ እዚኦም ከዓ ኩሉ ግዜ ዳቲቭ ዝፅሓፍ ማለት እዩ እምበር ዳርጋ ኩሎም ቨርብ ኣኮስቲቭ እዮም ገሊኦም ቨርብ ከዓ ዳቲቭን ኣኮስቲቭ ንዝወስዱ ኣለዎ ማለት እዩ ሕጂ እዞም ቨርብን ሓደ ሕበ ሓደ ክንከይትና ኣብዛ ገን ይባል ኣሎ ኣብዛ ገን ማለት ምቁራፅ ማለት እዩ ዝኾነ ቆፀራ ፀኒሕካ ገለ ኣይከውን እዩ ክትብሎ ተደሊኻ ኣብዛ ገ ማለት እዩ እዚ ኣብዛ ገን ማለት እዩ ሄልፈን ማለት ሓገዝ ማለት እዩ ኣንትቮርተን ማለት መልሲ ምሃብ ማለት እዩ። ዳንከን ማለት ምምዝጋን ማለት እዩ። ቢጌግነን ማለት ኣጓነፈ ክትብል ተኾንካ ወይ ዝኾነ ንሰብ ኣብ ዝኾነ እንተረኺብካዮ እዚ ቢጌግነን ይባል ፎልጎን ማለት ምስዓብ ማለት እዩ። ጌፋለን ማለት ምፍታው ማለት እዩ። ጊሄሮን ማለት ዋንነት ማለት እዩ። ገሊገን ማለት ምዕዋት ማለት እዩ። ግላውበን ማለት ምእማን ማለት እዩ። ግራቱሊረን ማለት እንቋዕ ብዝብቃዕካ ምባል ማለት እዩ። ፓሰን ማለት ምስምማዕ ማለት እዩ ሽሜከን ምስትምቓር ማለት እዩ ፍርትራወን ምእማን ማለት እዩ ሲሆረን ማለት ከዓ ፅን ኢልካ ምስማዕ ማለት እዩ ሕጂ በዚኦም ገይረ ቁርብ ኤግዛምፕል ሰሪሐ ኣለኹ ንርኢና ሕጂ ዕሽ ኣንትወርተ ኢም ኣፍ ዴን ተርሚን ንብል ማለት እዩ እሱ ሓደ

እብል ኣለኹ እዚ እንታይ ማለት እዩ ሕጂ ክከታተለካ እዩ ወይ ጽን ኢለ ክሰምዓካ እዮም ማለት እዩ ሓደ ሰብ ገለ ኢሉ ነገረካ እንተሎ ኮይኑ ብሸውረ ድያ የትስትሱ ተልዮ ከታተለካ ኣለኹ ወይ ጽን ኢለ ሰምዓካ ኣለኹ ማለት እዩ ካብ ሆረን እንታይ ፍልልዩ ኣብ ድሕሪዚ ኣብቲ ድሕሪት ኣቕሪበልኩም ኣለኹ ፍልልያ መንጎ ሲሆረንን ሆረን እንታይ ፍልልዩ ክንርኢና ኣብ መወዳእታ ናይዚ ቪድዮ ገይረ ኣለኹ ላይዳ ዛገኢሽ ኢነን ሞርገን ኣፕ እዚ ከምዚ ክንብል ከለና እንታይ ማለት እዩ ሶሪ ጽባሕ ኣይጥዕመንን እዩ ማለት እዩ እዚ ዝኾነ ቆጸራ ነርካ ገለ ኣይከውን እዩ ክትብሎ ከለካ ከዓ ኣብዛ ገን ጥቅም ኣብዛ ገን ጥቅም ተለካ ከንካ ከዓ ዳቲቭ ኢኻ ትጥቀም ድሕሪኡ ዝመፅእ ዳቲቭ እዩ ኣብዛ ገን ዳቲቭ ቨርበን እዩ ፎልገን ማለት ምስዓብ ማለት እዩ ሓደ ሰብ ደድሕሪኡ ትኸይድ ተለካ ከንካ ሕጂ ሓደ ሰብ ትሓቶ ኣበይ ባኑ ክትብሎ

ጸቓቕ ሓደ ዓርካ ምዛ በስ ጌርካ ከይድ ገለ ተልካ ዝፈልጥ ተኾይኑ ምስቲ ሰብ ደሓር ከ ኣብኡ ተረኸብኮ ነቲ ሰብ ከላ ክትብሎ ተደልያ Und was ቪን ich ኢም ኢን ቡስ ቢገግነን ብል ማለት እዩ ደሓር ከ ኣነ ንዕኡ ብታ ባስ ተረኸብኮ ክብል ኣለኹ ማለት እዩ ቢገግነን ማለት ሕጂ ምርካብ ማለት እዩ ወይ ምጉናስ ንሓደ ሰብ ምርካብ እቲ ናቱ ክሳይ ከዓ ኩሉ ግዜ እንታይ ዳቲቭ እዩ ዛስዋይ ከዓ እንታይ ንጥቀም ኣለና ኢም ንጥቀም ኣለና ኢ ናይ ንጥቀም ኢና ኦኬ ካብዚ ሓሊፍና ከመይ ጌርካ ሓንቲ ሰንተንስ ትሰርሕ ኣብ ዝቐሪብኩም እዩ ሓንቲ ሰንተንስ ክዳሎ ከላ እንታይ የድልየና ሱብየክት ቨርቭ ኦብየክት ትድልየና ማለት እዩ ኣተግባሪ እቲ ግሲ ተግባሪ ማለት እዩ ኣተግባሪ ማለት እቲ ዘተግብር ዘሎ ተተግባር እቲ ኦብየክት ከዓ እቲ ግዳይ ዝኸውን ዘሎ እዩ ሕጂ እቲ ኣተግባሪ መብዛሕትኡ ኖሚናቲቭ እዩ ማለት እሽዱ ገለ ክኸውን ይኽእል እቲ ቨርቭ ኣብ መንጎ ኣለና ደሓር እቲ ግዳይ መፅእ እቲ ኦብየክት ኦብየክት ኣብዚ ጀርመን ኣብ ክልተ መቀል ማለት እዩ ንሱ ከዓ ኣኮዚቲቭን ዳቲቭን ይበሃሉ ነዞም ጀርመናውያን ተሓቲትካዮም ማእሲኻ ኣኮዚቲቭ ትጥቀም ማእሲኻ ዳቲቭ ተልካዮም እሶም እንታይ ኢሎም ሓትኻ ቫስ ወይ ቬን እንተኮይኑ ትሕቶ ኣኮዚቲቭ ትጥቀም ቬም እንተኮይኑ ትሕቶ ከዓ ዳቲቭ ትጥቀም ብለኻ ኣባና ግን ቬንን ቪም ን ሓደ ክልቲኡ ን መን ማለት እዩ ኣብ እንግሊሽ ከዓ ሁም እዩ ክልቲኡ ሓደ እዩ ኣብ ጀርመን ግን ቪንን ቪምን ዝበሃል ኣሎ ብቋንቋ ክትርድኦም ኣይትኽእልን እያ ሓደ ክትርድኦም ትኽእል ኣኩስቲቭ ማለት ዲሬክት ክኸውን ከሎ ዳቲቭ ከዓ ኢንዲሬክት ዳቲቭ ዝበሃል ተቐባሊ ወይ ገለ ክኸውን ማለት እዩ ኣኩስቲቭ ከዓ ዲሬክት ማለት እዩ እዚ ግን ነቶም ዝሓለፉ ቅድሚ እዚኦም ዝሓለፉ ዘለዉ ቨርብ ኩሎም ንሶም ኣውፍዮ ድንፋል ዳቲቭ እዮም ዝወስዱ ንዕኦም ኣይኩልኒ በዚ ገይረ ካልእ ቨርብ ክርእየኩም እየ ዳቲቭን ኣኩስቲቭን ዝወስዱ ማለት እዩ ኣብዚ ሕጂ እንታይ ክትርእዩ ትኽእሉ እዚ ሄዲሽ ኣሎ እዚ ኣነ ንኣኻ ይርእየካ ኣለኹ ብላ ኣለኹ ማለት እዩ ሕጂ እንታይ ዳይሬክት ኣነ ንዓኻ ርእየካ ኣለኹ ከምዚ ኣብዚ ስእሊ እትርእይዎም ዘለኹም እሱ ንዓ ዳይሬክተር ይሪኣ ኣሎ ንሳ ከ ንዕኡ ዳይሬክት ትሪኦ ኣላ ማለት እዩ ወላ ሓደ ነገር ኣብ መንጎና የለን ኣነ ንስኻን ጥራይ ኣለና እቲ ቨርቢ ምርኣዩ እቲ ተግባር ማለት እዩ ኣተግባሪ ኣነ ኣነ ንስኻ ከዓ ትግዳይ ትኾን ተለካ ትረአ ዘለካ ማለት እዩ ሕጂ ብኸምኡ ከዓ እንታይ እቲ ቨርቢ ኣኮስቲቭ ይኸውን ማለት እዩ ድሕሪ ግዜ ዝመፅእ ኣኮስቲቭ ሕጂ ከምኡ እሽ ሊቢዲሽ ዝብል ዘሎ ኣነ ንዓኻ ኣፍቂረካ ወይ ኣነ ንዓኽ ኣፍቂረኪ ንስኺ እታ ግዳይ ትኾኒ ኣለኺ ኣነ ኸኣ እቲ ኣፍቃሪ እቲ ዘተግብር ዘለኹ ማለት እዩ እም፣ እሽ ፈርሚሰድሽ ኣነ እንተ ናፊቐ ማለት እዩ ኣነ ናፍቕ ኣለኹ ንስኻ ተናፋቕ ትኸውን ኣለኻ እቲ ግዳይ ትኾን ዘለኻ ዳይሬክት ግን እሱ እዩ እታ ቨርቨ ጥራይ ኣብ መንጎ ዘላ ኦኬ መኣስ እዮም ክልቲኦም ዝመፁ ኣብዚ ኣለና ንኣብነት ዲፍራው ጊብት ዴም ኪንድ ኣይን ግሸን ክብል ኣለኹ እዚ ኣብዚ ሰለስተ ነገር ኣለና ታፍራዋላ ገሸን ክለና ተኺንደኽ ኣለና ታፍራዋ ተግባሪት ትኾን ኣላ ማለት እዩ እቲ ግሸንኪ ዲሬክት ዝርከብ ዘሎ ግዳይ ተኹን ዘሎ እቲ ግሸንኪ ምክንያቱ ካብታ ሰበይቲ ናብ ተቆልዓ መፅ ኣሎ ተቆልዓ እንታይ ተቐባሊ እዩ ተቐባሊ ኩሉ ግዜ ምንታይ ንእትዎ ኣብ ዳቲቭ ንገብሮ ዳቲቭ መብዛሕትኡ ግዜ ሰብ እዩ ትኸውን ሰብ ንነገር እንተፀኒሕና ነቲ ሰብ ኢና ኣብ ዳቲቭ ንእትወክሉ ግዜ ማለት ኣብ መብዛሕትኡ ግዜ ሰብ እዩ ኣብ ሓደ ሓደ ገዲፍካ ማለት እዩ ሕጂ ብኸምኻ ኣብ መንጎታ ሰበይትን ኣብ መንጎት ቆልዓ እንታይ ኣሎ እቲያ ነገር ኣላ ማለት እዩ ካብታ ሰበይቲ ተበጊሳ ናብቲ ቆልዓ ትመፅእ ዘላ እሳታ ነገር እንታይ ትገብሮ ኣብ ኣኩስቲፍ ትእትዋ ተተቐባሊ ከዓ እንታይ ትገብሮ ኣብ ዳቲፍ ትእትዎ ማለት እዩ ሕጂ እንታይ ይብል ኣልኹ እታ ሰበይቲ ነቲ ህፃን ህያብ ሂባቶ ሕጂ እታ ህያብ እንታይ ኣኮስት ሂባያ ማለት እዩ እታ ሰበይቲ እንታይ ኣተግባሪት እቲ ህፃን ተቐባላይ ስለ ዝኾነ ኣብ ዳቲቭ ንእቶ ካልኣይቲ ኤግዛምፕል ኣብዝላ እሽካው ፈድያ ኣይንቮኖን ሕጂ

እቲ ግዳይ ቀዳማይ ዝኸውን ዘሎ ገዛ ማለት እዩ ኣብ ኣኩስቲ ነእቶ ኣነ ከንታይ እቲ ግዳይ ትገብር ዘለኹ ወይ ከዓ እቲ ኣተግባራይ ስለ ዝኾንኩ ኣብ ኖምናቲ ዝኸውን ማለት እዩ ትግርኛ ንትርጉሞ ከለና ኣነ ንዓኻ ሓደ መንበሪ ክፍሊ ክገዛእልካ የብላ ኣለኹ ማለት እዩ እሽ ራይበ ድያ ዓይነና ክርሽቲ ክብል ከለኹ እሽ ተግባራይ ኣለኹ ሽራይበን ትቨርብ እዩ ድያ ተቐባላይ እዩ

ስለ ሕጂ ኣነ ንዓኻ ኣብቲ ሊስታ ክጽሕፈካ እየ ማለት እዩ። ሕጂ እቲ ፍልልዩ ርኣዩ። ኣብዚኣ እቲ ተቐባላይ እዩ ክኸውን ዘሎ። ኣብታ ላዕለይቲ እንተመጺእኩም እሽ ካፈ ዲሽ ተይለ ንኣብነት ኣነ ንዓኻ ክገዝኣካ እየ እብል ኣለኹ ማለት እዩ። ኣነ ንዓኻ እየ ዝገዝኣካ ዘለኹ። ቮኖን ዘይኮንኩ ድገዝእ ዘለኹ ንዓኻ እየ ድገዝእ ዘለኹ። ሕጂ ንስኻ ተቐባላይ ተኾንካ እቲ ቮኖን ግዳይ ተኾን ተሎ ኮይኑ ቀዳማይ ግን ንቮኖን ኣብ ኣኮስቲቭ ንገብሮ ንዓኻ ከኣ ኣብ ዳቲቭ ንገብረካ ማለት እዩ። ተረዲኣትኩም ክትኮን ተስፋ እገብር ማለት እዩ። ቀጺለ ብዛዕባ ህረንን ስሆረን እንታይ ፍልልዩ ክረዳኩም ክፍትን እየ እሽ ሆረ ድሽ ተለ ሆረን እንታይ ወስድ ኣኩስቲቪ ድሕሪ ዝወስድ እዚ እንታይ ማለት እዩ ኣነ ንዓኻ ሰምዓካ ኣለኹ ንስኻ ቴሌፎን ዲኻ ትድውል ዘለኻ ወላ ነገራት ዲኻ ሓፂፅ ሕፂፅ ተብል ዘለኻ ወላ ትበኪ ዲኻ ዘለኻ ገለ ዘይግደሰልካ ተሎ ኮይኑ ሰምዓካ ጥራይ እቲ ድምፂ ናትካ ግን ናባይ ይመፅእ ተሎ ኮይኑ እሽ ሆረ ድሽ ይባል ማለት እዩ ኣነ ሰምዓካ ኣለኹ ማለት እዩ ሽሆረ ዲያ እሱ እተኾይኑ ግን ኣነ ንዓኻ ጽን ኢለ እሰምዓካ ኣለኹ ወይ ከኣ እከታተለካ ኣለኹ እስኻ ገለ ትምህረኒ ኣለኻ ንዓይ ወይ ከኣ ገለ ትዛረበኒ ኣለኻ እከታተለካ ተለኹ ኮይነ ወይ ጽን ኢለ እሰምዓካ ተለኹ እንታይ ይብል ብሽሆረ ዲያ እሱ ይብል ማለት እዩ ስሆረን ከኣ ዳቲቭ ቨርቭ እዩ ኩሉ ግዜ ዛስዋይ እንታይ ንገብር ዲያ ንገብር ማለት እዩ ዲሽ ኣይበሃልን እዩ ሆረን ግን ኣኩስቲ ቨርበን እዮም ዛስዋይ ከዓ እሾ ረዲሽ ይበል ማለት እዩ ኣነ ንስኻን ጥራይ ኢና ዘለና ኣነ ንዓኻ ሰማዕካ ኣለኹ ማለት እዩ እዛ እሱ ሆረን ግን ብከምኡ ኣይትኸድዋ ከምተን ናብ ጥቕሚ ፅሒፈልኩም ዘለኹ ዳቲቭ ቨርበን ዳቲቭ ጥራይ ዝወስዱ ቨርብ ኣብዛ ላዕሊ ፅሒፈልኩም ኣለኹ ንዕኦም ዋላ ብሽም ደዳ ሕዝዎም ምስኦም ኣብዞም ላዕሊ ፅሒፈልኩም ዘለኹ ቨርቭ ኣብዚኦም ፅሒፈልኩም ዘለኹ ቨርቭ እንታይ ኣሎ ሓደ ሽሜክን ኣሎ ሽሜክን ካብ ሰንርኢና ሽሜክን ኣብ ክልተ ነገር ክትጥቀመሉ ትኽእል እያ ሽሜከ ደን ካብ ፈተለ ኣነ ነዚ ቡን ይፅዕሞ ኣለኹ ወይ የስተማቕሮ ኣለኹ ማለት እዩ ያ ካፍ ሽሜክ ድማ ያጉድ ተለኻ እዛ ቡን ክጥዕም ወገለ ክትብል ተኾንካ ማለት እዩ ሕጂ ኣብታ ቀዳመይቲ ኣኩሲቭ ኢና ንጥቀም ነቲ ካፈ ዘስተማቕሮ ዘለኹ ዳይረክት ስለዝኾነ እሱ ነቲ ካፈ ኣብቲ ኣኩስቲቭ ገብሮ ማለት እዩ ካልኣት ሽሜክን ግን ዳቲ ቨርቨኒን በቲ ፅሒፈልኩም ኣለኹ እዚ ምጥዓም ሽሜክን ዳቲቭ ይትወስድ ኩሉ ግዜ እንታይ ትገብር ድሕሪ ትመፅእ ዳቲቭ ማለት እዩ ሕጂ እታ ሽሜክን ከም ምጥዓም ትጥቀሙላ ትኾንኩም ዳቲቭ ብድሕሪያ ትእቱ ተሽሜክን ከም ምስቲ መኣር ትደልዩዋ ተንኩም ዝኾነ ክትጥዕሙ ደሊኹም ከኣ ከምዚ ከተስተማቕሮ ደሊኻ ነታ ቡን ትጥዕማ እንተለኻ ኮንካ ግን እሺ መከ ዴንካ ፈትብል ማለት እዩ ድሕሪ ይመፅእ ኣኮስ ቲቪ ዲያካ ፈልካ ተጀሚርካ እታ ቡን ጥዕምቲ ወይ እታ ቡን ክፍእቲ ክትብል ተደሊኻ ግን ጥዕምቲ ተኮይና ዲያ ካፈ ሽሜክቲ ሚያጉ ትብል ሕማቅ ተኮይና እታ ፈካሽ ድያ ካብ ፈሽሜክትሚያ ንሽግቱ ወይ ድያ ካብ ፈሽሜክትሚያ ሽለሽቲ ትብል ማለት እዩ ብሓክመይ እዚ መስልኒ ማለት እዩ ተረዲኣትኩም ክትከውን ወይ ቁርብ ኣምር ሒዝኩም ክትኮኑ ተስፋ ገብር ኣብ መጻኢ ኣይ ናይ ፕሪፐሽን እዩ ኣኩስቲቭ ዝወስድ ኣይ ናይ ፕሪፐሽን ከ ዳቲቭ ዝወስድ ሒዘ ከቀርበልኩም እዩ ክሳብ ስዑ ሰሰናዩ ኣብ ሰላም የራኸበና